ንሕና ዶ ኢልኩም ተማሃሮ ሎማዓንቲ እንደገና ብዛዕባ እዚ ዝሓለፈ ክፍለ ግዜና ቀጺሉ ክመጽእ ኢልና ዝሓሰብናዮ ርክብ ዝምድና ርክብ ወይም ዝምድና ኣብ ርትዓውያን ቁጽርታት እንታይ ይመስሉ ወይም ከዓ ከመይ ክንሪኦም ሃም እንኽእል ክንርኢና ኸዚ እንታይ ይብል ንጥፈት ሓደ ነጥቢ ኣርባዕተ ነዞም ዝስዕቡ ሙሉእ ቁፅርታት ነዞም ዝስዕቡ ሙሉእ ቁፅርታት ሙሉእ ቁፅርታት ብመልክዕ መጠነ መጠነ ዝምድና ብመልክዕ መጠነ ዝምድና ክልተ ኢንቲጀር ፀሓፍ። ብመልክዕ መጠን ዝምዳ ክልተ ኢንቲጀራት ፀሓፍ ይብለና ኣሎ። ኣብዚ ብዙሕ ምባል ንኽእል ኢና፣ ብጣዕሚ ብዙሕ ምባል ንኽእል ኢና። ሓደ ሀ ባዶ ንባዶ ብክልተ ኢንቲጀራት ክገልፃ ይኽእል እየ። ብክልተኤንቲ ጀረት ገሊጸያ ማለት መጠነ ዝምድና ኣብ ሻሻይ ክፍሊ ርኢና ነርና መጠነ ዝምድናን ዓቐነ ዝምድናን ርኢና ነርና በርግጥ ዓቐነ ዝምድና ይርኣናን መጠነ ዝምድና ግን ርኢና ነርና ኢና ንሕና ከሊስናዮ ነርና ኢና ምስ ኣራኺብናዮ ነርና ኢና ምስ ዓቐነ ዝምድና ዜሮ ዜሮ መጠነ ዝምድና ማለት ብዛዕባ መጠን ብቻ ዘውግዕ እዩ ብዛዕባ መጠኖም ብቻ ዘውግዕ እዩ መጠነ ዝምድና ወይም ተመጣጠንቲ ዝበሃል ነገር እውን ርኢና ነርና ተመጣጠንቲ ዝበሃሉ ብ ፍትሖም ማዕረ እንትኾን ክኾን እንተሎ እዩ። ተመጣጠንቲ ክልተ ነገራት ተመጣጠንቲ እዮም እንድሕር ንብል ኮይና ፍትሖም ማዕረ ክኾን እንተሎ እዩ። ስለዚ መጠነ ዝምድና ብክልተ ኢንቲጀራት ግለጾ እንተኢልና ነዞም ዝኒኦ ዜሮ ከም ጸልይ ዝኽእል ብክልተ ኢንቲጀራት ምግላጽ ማለት እዩ። ሀ ኣብ ርእሲ ለ ጌርካ ምግላጽ ማለት እዩ። ስለዚ ነዚ ኣብዚ እኒኣ ብዙሕ መንገዲ ኣለኒ ሓደ ኣብ ርእሲ ሓደ። ስለዚ ነዚኣ ብዙሕ መንገዲ እኒአኒ ሓደ ኣብ ርእሲ ሓደ እዚ ተመሳሳሊ ቁፅሪ ተመቐሉ እንተኾይኑ ኩል ግዜ ሓደ እዩ። ሓደ ከዓ ምስ ዝኾነ ይኹን ቁፅሪ እንድሕር ተራቢሑ ባዕሉ ዝው ቁፅሪ እዩ። ምክንያቱ ሓደ ፅልዋ ኣልቦ ኣብ ምርባሕ እያ። ስለዚ እንታይ ኮይና ኣላ ማለት እዩ ባዶ ኣብ ርእሲ ሓደ ኮይና ኣለ ማለት እዩ። ስለዚ ኣብዚ እኒኣ ብክልተ ኢንቴጀራት እየ ብክልተ መጠነ ዝምድና ብክልተ ኢንቴጀራት ገሊፀ እያ እኒኹ እዚ ጥራሕ ግን የኮነይ ብዙሕ ክንገልፅ ንኽእል ኢና ኢልና ነርና ኢና ሓደ ካልኣይ ከዓ ባዶ ክልተ ርእሲ ክልተ ምባል እውን ይኽእል እየ ኣብ ርእሲ ሓደ እዩ ዝኾነ ቁፅሪ ኢልና ኢና ዜሮ እንትራኸብ ክልተ ባዶ እዩ ኣብ ርእሲ ሓደ እንትራኸብ ክልተ ክልተ ስለዚ ሃሙና ኢልና ክንቅፅል ንኽእል ኢና ከምኡ ናበልና ክንቕፅል ንኽእል ኢና ክልተ ውርስ ክልተ ሰለስተ ውርስ ሰለስተ ኣርባዕተ ውርስ ኣርባዕተ ናበልና ክንቕፅል ንኽእል ኢና ማለት እዩ ስለዚ ብክልተ ኢንቴጀራት መጠን ዝምድና ገሊፅናዮ ይበሃል እዩ ለ ቁፅሪ ክልተ ኣብዚ ኣብ ክልተ ጠጠው ኢልና ነርና ከዚ ንቐፅል ብሰለስተ ክንብል ንኽእል ኢና ሰለስተ ርእሲ ሰለስተ ዝኾነ ቁፅሪ ርእሲ ሓደ እዩ ኢልና ኢና ስለዚ እንደ ይኸውን ኣሎ ሽዱሽተ ርእሲ ሰለስተ እዞ ዝኒኦ ብክልተ ንክልተ ንክልተ ብመጠነ ዝምድና ገሊፀያ እኒኦኹ ማለት እዩ። ብክልተ ኢንቴጀራት ገሊፀያ እኒኦኹ ብሽዱሽተን ብሰለስተን። ሽዱሽተ ኢንቴጀር እዩ፣ ሰለስተ እውን ኢንቴጀር እዩ። ስለዚ ብክልቲኦም መጠነ ዝምድናኦም መጠነ ዝምድና ማለት ብክልቲኦም ዘለዎም ርክብ ንክልተ ገሊፀያ ኣለኹ ማለት እዩ። ሓደ እንተደልየ እውን እንታይ ክገብር ይኽእል እየ ብኣርባዕተ ክኸድ ይኽእል እየ ብኣርባዕተ ብርእሲ ኣርባዕተ ስለዚ ሸሞንተ ብርእሲ ኣርባዕተ እዚኣ እውን እንታይ እያ ብመጠነ ዝምድና ክልተ ኢንቲጀራት ንክልተ ገሊፀያ ኣለኹ ማለት እዩ ፅቡቕ ሕውን ተመሳሳሊ ሕውን ተመሳሳሊ ሓሙሽተ እንትራባሕ ኣርባዕተ በፅሒ ነይረ ወደ ብሓሙሽተ ብርሲ ሓሙሽተ ምባል ይኽእል እየ ልምንታይ ኸ ሓሙሽተ ብርሲ ሓሙሽተ ተጠቂምካ ተልኩምኒ ሓሙሽተ ክምቀለ ሓሙሽተ ሓደ እዩ ሓደ ክራባሕ ሓሙሽተ ሓሙሽተ እዩ ባዕሉ ስለዝኾነ ግን ብክልተ ኢንተይ ጀራት መጠን ዝምድና ግለጽ ስለለለኒ በዚ ክጥቀም ይኽእል እየ። ስለዚ ዕስራ ሓሙሽተ ኣብ ርእሲ ሓሙሽተ እዩ። ዕስራ ሓሙሽተ ኣብ ርእሲ ሓሙሽተ ማለት ሓሙሽተ እዩ። ስለዚ ብክልተ ኢንተጀራት ገሊፀዮም እኒኦ ብክልተ ኢንተጀራት ገሊፀዮም ኣለኹ ማለት እዩ። ፅቡቕ ብሽዱሽተ እውን ክብል ይኽእል እየ። ብሽዱሽተ እውን ክብል ይኽእል እየ። ሓሙሽተ እንትራሓ ሽዱሽተ ሰላሳ ኣብ ርእሲ ሽዱሽተ ምባል ይኽእል እየ ከምኡ እናበልኩ ክቕፅል ይኽእል እየ ማለት እዩ። ከምኡ እናበልኩ ክቕፅል ይኽእል እየ። መ ተመሳሳላይ ሸሞንተ እንትራባሕ ዓሰርተ እውን ትም ንኽእል ኢና ሸሞንተ ትራ ዓሰርተ ሰማንያ ሰማንያ ርእሲ ዓሰርተ ምባል ይከኣል እዩ ብዓሰርተ ሓደ እውን ክንኸድ ንኽእል ኢና ብዓሰርተ ሓደ እውን ክንኸድ ንኽእል ኢና ክንደይ ሰማንያ ሸሞንተ ኣብ ርእሲ ዓሰርተ ሓደ እናበልና ንቕፅል ማለት እዩ ግን እሱ ሓንቲ ጥራሕ ተጠቐሙ ስለዝበለና ብክልተ ኢንተጀራት ብክልተ ኢንተጀራት ጻሕ ስለለለና ግድን ናይ ክልተ ምግላጽ ኣይጽበየናይ ሰለስተ ኣርባዕተ ሓሙሽተ ምግላጽ ኣይጽበየናይ ሓንቲ ሓንቲ ጥራሕ እውን በቂና እያ ንምንታይ እዩ ኣንሕና ደሊና ኔና ብክልተ ኢንቲጀራት ምግላጽ ልብል ስለዝኾነ ማለት እዩ ረ ረ ዓሰርተ ሓደ እንትራባሕ ብህንደይ ብትሽዓንተ ኣብ ርእሲ ትሽዓንተ ህንደይ ቴስኣይ ትሽዓንተ ኣብ ርእሲ ትሽዓንተ ትኾንላ ማለት እዩ። ካሊእ እውን ክገብር ይኽእል እየ ብህንደይ ብሸሞንተ ተገሊፃ ድያ ኣይተገለፀት እዩ። ስለዚ ዓሰርተ ሓደ እንትራባሕ ብሸሞንተ ኣብ ርእሲ ሸሞንተ እዚ ህንደይ ይመፅእ ሰማንያ ሸሞንተ ኣብ ርእሲ ሸሞንተ ይመፅእ ኣሎ ማለት እዩ። እዘን ከምኡ ናበልና ምቕፃል ንኽእል ኢና እዩ። ሰ ዓሰርተ ሓሙሽተ ዓሰርተ ሓሙሽተ ብህንደይ ብሽዱሽተ ኢልና ዲና ብሽዱሽተ ኢልና ኢና ብሸውዓተ ይበልና ብሸውዓተ ንኽድ ብሸውዓተ ስለዚ ዓሰርተ ሓሙሽተ ብሸውዓተ ሸውዓተ ግዜ ሓሙሽተ ሰላሳ ሓሙሽተ ሰለስተ ኔኒ ሸውዓተ ግዜ ሓደ ሸውዓተ ዓሰርተ ሚእቲ ሓሙሽተ ኮይኑ ኣሎ ማለት እዩ ሚእቲ ሓሙሽተ ኣብ ርእሲ ሸውዓተ እናበለ ይቕጽል። ብህንደይ ብሸሞንተ ተቢላ፣ ብትሽዓንተ ተቢላ፣ ብዓሰርተ ተቢላ፣ ብዓሰርተ ሓደ፣ ብዓሰርተ ሓደ፣ ዓሰርተ ሓሙሽተ ኣብ ርእሲ ዓሰርተ ሓደ፣ ዓሰርተ ሓደ እውን ኢልና ኢና፣ ብዓሰርተ ክልተ፣ ዓሰርተ ክልተ። ስለዚ ዓሰርተ ሓሙሽተ ብዓሰርተ ክልተ ንብል እሞ ክልተ ብሓሙሽተ ዓሰርተ ሓደ ኔኒ ክልተ ሰለስተ ሓደ ኔና ሓሙሽተ ሓደ። ስለዚ ህንደይ መፅኡ ሚእቲ ሰማንያ ይመፅኡ። ክልተ ዓሰርተ ሓደ ኔኒ ሰለስተ ሓሙሽተ ሚእቲ ሰማንያይ ሚእቲ ሰማንያይ ኣብ ርእሲ ዓሰርተ ክልተ እናበልና ብዙሕ ምግላፅ ንኽእል ኢና እዩ። ብተመሳሳሊ ቁፅሪ ክልተ ንረዮ ነዞም ዝስዕቡ መጠነ ዝምድና ክልተ ኢንተጀራ ፀሓፍ እንታይ ለውጢ እኒኦ? ሓደ ዓይነት እዩ ትሕቶ ግን ኣብዚ ግን ኣሉታ እውን ስለ ዘሎ እዩ ኣሉታ እውን ስለ ዘለና እዩ። ኣብ ኣሉታ ክህልየና ተሎ ታይ ኢና ለውጢ ነምፅእ ልብል ቕድሚ ሐዚ ርኢናዮ ነርና ኢና። ኣሉታ ይሃሊ ኣይሃሊ ላምንታይ ኢና ንኸድ ልፀገምን ልየማንን ጥራሕ እምበር ለምፅኦ ለውጢ የብሉን። ስለዚ ሸሞንተ ሸሞንተ ሀ ሸሞንተ ሰሪሕናዮ ነርና ኢና ኣብዚ ኣብዚ ተሰሪሐ እያ ኣብዚ እውን ተሰሪሐ እያ ኣወንታ ሸሞንተ ስለ ዝኾነት ምንም ለውጢ የለይ። ነዞም ስዕቡ ብመጠነ ዝምድና ክልተ ኢንተጀራት ፀሓፉ። ነዞም ዝስዕቡ ሙሉእ ቁፅርታት ስለልበለና ጥራሕ የብዙር እምበር ኣፋላላይ የብሎምን። ስለዚ ብክልተ ኣብ ርእሲ ክልተ ተይልና ዓሰርተ ሽዱሽተ ኣብ ርእሲ ክልተ ምባል ንኽእል ኢና እዩ። ለ ለ ኣሉታ ሰለስተ ብሰለስተ እንድሕር ኣራዊሕናዮ ብልንመረፅናዮ ኣሉታ ትሽዓንተ ኣብ ርእሲ ሰለስተ ሐ ኣሉታ ዓሰርተ ሰለስተ ኣሉታ ዓሰርተ ሰለስተ ብኣርባዕተ ንኸድ ዓሰርተ ሰለስተ ብኣርባዕተ ኣርባዕተ ሰለስተ ዓሰርተ ክልተ ሓደ ንእኒ ኣርባዕተ ሓምሳይ ክልተይ ኣሉታ ሓምሳይ ክልተይ ኣብ ርእሲ ኣርባዕተ መ ሰለስተ ሰለስተ ስራሕናን ሰለስተ ብሽዱሽተ ኣብ ርእሲ ሽዱሽተ ዓሰርተ ሸሞንተ ኣብ ርእሲ ሽዱሽተ ይኾን ኣሎ ማለት እዩ። ዓሰርተ ሸሞንተ ኣብ ርእሲ ሽዱሽተ ይኾን ኣሎ እዩ። ስለዚ ካብዚ እንታይ ኢና ንርኢ ኣለና? ካብዚ እንታይ ኢና ንርኢ ኣለና? እንተ ደኣ ሓደ ቁፅሪ ብመጠ ብክልተ ኢንትጀራት መጠነ ዝምድና ውፅእ ድሕር ተይልና ኮይና ባዕሎም ንባዕሎም ብምምቃል ነቲ ቁፅሪ እንደለናዮ ምርባሕ እዩ ዝኾን። ምርባሕ ኣይልሆን ማለት እዩ። ቁፅሪ ሰለስተ ቁፅሪ ሰለስተ ኢንተጀራት ዘይኮኑ ፍለዩ ኢንተጀራት ዘይኮኑ ፍለዩ ቅድሚ ላብ ዘብዝኒኦም ምፍላይ ምእታይና መጀመርያ ኢንተጀራት ዝብሉ ክነስታውሶም ይግበና። ኢንተጀራት ኢልና ቅድሚ ሕዚ ብዙሕ ግዜ ተነጋጊርና ነርና። ኢንተጀራት ማለት ናይቶም ሙሉእ ቁፅርታት ልወልናዮምን ናቶም ሙሉእ ቁፅሪ ልወልናዮምን ኣንፃሮምን ዝሓዘ እኩብ እዩ ኣንፃሮምን ዝሓዘ እኩብ እዩ ን ኣሉታ ን ሓደ ኣሉታ ሓደ ን ክልተ ኣሉታ ክልተ ን ሰለስተ ኣሉታ ሰለስተ እናበለ ይቕጽል ኢልና ነርና። ካብኡ ናበለ እንታይ ይገብር ይቕጽል ናበልና ነርና። ስለዚ ከምዞም ኣብዚ እንሪኦም ነለዉ እኩባት እንተደኣ ዘየለዉ ኮይኖም ኢንቲጀር ዘይኾኑ ናበልና ኢና ነውግዕ ዘይኾኑ ናበልና ነውግዕ ስለዚ ንኽድ ሀ ሰለስተ ሰለስተ እኒሃ ዶ እውን እኒያ ስለዚ ኢንቲጀር እያ ኣባል ኢንቲጀር እያ ለ ለ ሓደ ሓደ ኣላ ዶ ኣላ ኣባል ኢንቲጀር እያ ሐ ሐ ኣሉታ ሓሙሽተ ኣሉታ ሓሙሽተ ኣላ ዶ እወ ምክንያቱም ኢንተጀር ላብ ፀጋም ኣሉታ ሓደ ኣሉታ ሓደ ናነከየ ይኸድ ኣሎ ስለዚ እንደናነከየ ልኸድ ኣሎ ኮይኑ ቀፂላ ነላ ኣሉታ ኣርባዕተ እያ ቀፂላ ነላ እውን ኣሉታ ሓሙሽተ እያ ስለዚ እወ ኢንተጀር እዩ መ መ ባዶ ባዶ ኣላ ኢንቴጀር ረ ረ ክልተ ነጥቢ ሓሙሽተ ክልተ ነጥቢ ሓሙሽተ ኣላ ድያ የላን ካብ ክልተ ናበይ ይኸይዶ ኣሎ ናብ ሰለስተ ይኸይድ ኣሎ ስለዚ ደሲማል ዝበሃል ነገር ኣብ ኢንቴጀር ስለለየለ እዚ ኣብዚ ነገር እዚ ምዃንን ኣይኮነን ኢ ፅሒፍና ኣባል ኢንቴጀር ኣይኮነን ሰሪዝናያ ኣለና እዛ ኢዚኣ ኣባል እያ ትብል እንተደኣ ሰሪዝናያ ከዓ ኣባል ኣይኮነን ማለት እዩ። ሰ ሰ ኣሉታ ሰለስተን ፈረቓን ኣሉታ ሰለስተ ፈረቓን ኣሉታ ሰለስተ ኢልና ኣሉታ ኣርባዕተ ኢና ንብል እምበይ ኣሉታ ሰለስተ ፈረቓን ኣይንብል ኣሉታ ሰለስተ ፈረቓይ ማለት እኮ ኣሉታ ሰለስተ ነጥቢ ሓሙሽተ ማለት እዩ ስለዚ ኣብዚ ኣባል እንታይ ይኾነ ኣባል ኢንቴጀር ኣይኮነን ሸ ሰላሳን ሰለስተን ኣብ ርእሲ ሸውዓተ ሰላሳን ሰለስተን ኣብ ርእሲ ሸውዓተ እንትምቀል ህንደይ ይኾን ኣርባዕተ ነጥቢ ሸውዓተ ሓደ ናበለ ይቕፅል። ስለዚ ኣብዚ እኒኦ ቁፅሪ ኣብ ምንታይ እኒኦ ኣብ እንታይ ጀርኒ ድዩ የለይ ነጥቢ ልበሃል ነገር ደሲማ ልበሃል ነገር የብልናይ ስለዚ እዚኣታይ ኮይና ኣባል ናይ ኢንቴጀር የኾነይ ማለት እዩ ዘን ቀ ቀ ቀ ሽዱሽተ ነጥቢ ባዶ ኣርባዕተ ሽዱሽተ ነጥቢ ባዶ ኣርባዕተ ማለት ደሲማል ስለዝኾነ ዝነገር እዚ ኣባል ኢንቴጀር ኣይኾነይ ማለት እዩ ዛን እዚ ብጸጋም ዘለዉ ኣባል ኢንቲጀር እንትኾኑ እዞም ብጸጋም ዘለዉ ከዓ ብየማን ዘለዉ ከዓ ኢንቲጀር ዘይኮኑ እዮም ኢሉ ንጥፈት ሓደ ነጥቢ ኣርባዕተ እዚ ይመስል ነይሩ ብዛዕባ ርክቦም። ከዚ ሓደ ዓብዪ ዝኾነ ርክብ እኔና ብዛዕባ እቶም መቁፀሪ ቁፅርታትን ሙሉእ ቁፅርታትን ኢንተጀራትን ርትዓዊ ቁፅርታትን ልብል ማለት እዩ ብዲያግራም ክንገልጾ ኢና ብዲያግራም ክንገልጾ ኢና ቫያን ዲያግራም ጆን ቫያን ዲያግራም ልበሃል ናሒሶ መምህር እዩ እንታይ ገይሩ ኩልግዜ ነገራት ብምንታይ ይፈትሕ ኢልና ብዲያግራም እዩ ዝፈትሖም ኣብቲ ዲያግራም እዚ እዚ ኢሉ መቑፀሪ ቁፅሪ እዩ ኢሉ መቑፀሪ ቁፅሪ እዩ ኢሉ እዛ ካልኣይቲ ኢልዋ ሙሉእ ቁፅሪ እያ ኢሉ ሙሉእ ቁፅሪ እያ ተቐፂላ ነላ ኢንተጀር እያ እታ ናይ መጨረሻ ነላ ከዓ ርትዓዊ ቁፅሪ እያ ርትዓዊ ቁፅሪ ርትዓዊ ርትዓዊ ቁፅርታት ኢንተጀር ኢንተጀራት ሙሉእ ቁፅርታት ሙሉእ ቁፅርታት መቁፀሪ ቁፅሪ መቑፀሪ ቁፅሪ ስለዚ ካብዚ እንታይ ኢና ርክብ ነግኒ እዩ እንታይ ኢና ርክብ ነግኒ ካብዚ ከዚ ሓደ ዓብዪ ዝኾነ ርክብ እኒአ ኢልና እታ ዝነኣሰት መን እያ መቑፀሪ ቁፅሪ እያ ስለዚ መቑፀሪ ቁፅሪ ኣብ መን ውሽጢ ትርከብ ኣብ ሙሉእ ቁፅሪ ትርከብ ሙሉእ ቁፅሪ ከዓ ኣብ እንታይ ትርከብ ኣብ ውሽጢ ኢንተጀር ትርከብ ኢንተጀር ኸዓ ኣብ እንታይ ትርከብ? ኣብ ርትዓዊ ቁፅሪ ትርከብ። ስለዚ ሓደ ዓብዪ ዝኾነ ርክብ ኣግኒና ኣለና። መቑፀሪ ቁፅሪ ግቡእ ንኡስ እኩብ ናብ ሙሉእ ቁፅሪ እዩ። ሙሉእ ቁፅሪ ኸዓ ግቡእ ንኡስ እኩብ ና ኢንተጀር እዩ። ኢንተጀር ኸዓ ግቡእ ንኡስ እኩብ ና መን እዩ? ናይ ርትዓዊ ቁፅሪ እዩ። ኩሎም መቁፀሪ ቁፅሪ ኣብ ይርከቡ ኣብ ሙሉእ ቁፅሪ፣ ኩሎም ቁፅሪ ኣብ ይርከቡ ኣብ ኢንተጀር፣ ኩሎም ኢንተጀር ኣብ ይርከቡ ኣብ ርትዓዊ ቁፅርታት ይርከቦም ማለት ርክብ ኦር ዝምድናኦም እዚ ይኾን ኣሎ። ዝምድናኦም እቲ ዝዓበየ ርትዓዊ ቁፅሪ እዩ። ካብዚ ዕልርትዓዊ ቁፅሪ ዝነኣሰ ኢንተጀር እዩ ልምንታይ ንእስዎ ደሲማ ኣሎ በሃል ስለዘይሓወሰ እዩ ኢንተጀር ከዓ ሙሉእ ቁፅሪ ከዓ ንኢንተጀር ይንእሶ እዩ ልምንታይ ሙሉእ ቁፅሪ ንኢሱ ኣሉታ ቁፅርታት ስለዘይብሉ እዩ መቁፀሪ ቁፅሪ ልሙሉእ ቁፅሪ ይንእሶ እዩ ልምንታይ ሙሉእ ቁፅሪ ባዶ ልበሃል ነገር ስለዘይብሉ እዩ ምን መቁፀሪ ቁፅሪ ትጅምር ተለካ ካብ እንታይ ጅምር ካብ ሓደ ስለ ዝጀመር እዩ ስለዚ እዚ እዩ ብዛዕባ ርክብ ክነውግዕ እንኽእለሉና ስለ ለዳመፅኹኒ ይቐንየለይ። ፅቡቕ ናሎማዓንቲ ሕቶን መልስን ሕቶታትና ከዓ መበል ሻድሻይ በፂሕና ኣለና ስለዚ ሮማን ነምበር ሓደ ታይ ይብል? ነዞም ዝስዕቡ ሕቶታት ልክዕ ንዝኾነ ሓቂ፣ ሓሰት ንዝኾነ ድማ ጌጋ ብምባል መልሱ እዩ ልብል። ቁፅሪ ሓደ፣ ሀ፣ ሓሙሽተ ኣብ ርእሲ ክልተ ኣባል ሙሉእ ቁፅሪ እዩ። ለ፣ ኣሉታ ሰብዓ ኣባል ምሉእ ቁጽሪ እዩ። ለ። ኣሉታ ሰብዓ ኣባል ምሉእ ቁጽሪ እዩ። ሐ። ባዶ ኣባል ምሉእ ቁጽሪ እዩ። መ። ኣሉታ ሓሙሽተ ኣብ ርእሲ ክልተ ኣባል ኣወንታ ርትዓዊ ቁጽሪ እዩ። ረ። ረ። ባዶ ኣባል ኣሉታ ርትዓዊ ቁጽሪ እዩ። ሰ። ባዶ ነጥቢ ሓሙሽተ ኣባል ርትዓዊ ቁጽሪ እዩ። ሸ። ኣሉታ ባዶ ነጥቢ ሽዱሽተ ሸውዓተ ኣባል ኣሉታ ርትዓዊ ቁጽሪ እዩ። ቀ። ኣሉታ ሓሙሽተ ኣባል ኣሉታ ኢንተጀር እዩ። ቁፅሪ ክልተ ሀ መቁፀሪ ቁፅሪ ንኡስ እኩብ ናይ ሙሉእ ቁፅሪ እዩ። ለ መቁፀሪ ቁፅሪ ንኡስ እኩብ ናይ ኣወንታ ኢንተጀር እዩ። ሐ ኣወንታ ኢንተጀር ንኡስ እኩብ ናይ ርትዓዊ ኣወንታ ቁፅሪ እዩ። ሐ ኣወንታ ኢንተጀር ንኡስ እኩብ ናይ ኣወንታ ርትዓዊ ቁጽሪ እዩ። መ። ኣሉታ ኢንተጀር ንኡስ እኩብ ናይ ኢንተጀር እዩ። ረ። ሙሉእ እኩብ ንኡስ እኩብ ናይ ኣወንታ ኢንተጀር እዩ። ሰ። ሙሉእ ቁጽሪ ንኡስ እኩብ ናይ ኣሉታ ኢንተጀር እዩ። ሸ። ኢንተጀር ንኡስ እኩብ ናይ ሙሉእ ቁፅሪ እዩ። ቀ ኣወንታ ርትዓዊ ቁፅሪ ንኡስ እኩብ ናይ ርትዓዊ ቁፅሪ እዩ። ፅቡቕ ኔክስት ከዓ ልቐ መልመድታት ኣለዋና ተን መልመድታት ክንሰርሕ ኢና። ስለ ለዳመፅኹምኒ የቐንየለይ።